ጸባ ኣምላኽ ይመስገን። ከመይ ከ እኔና ሰላም ዲ ብሮስኪ ቤላ ቤላ ቦርሴ ሆም ከመይ ጣና ቢግማን ቢግማን ያለ ሓወይ ሰላም ድዩ ሰላም ዲኒ ከመይ ህይወት ኣብ ቦርሴ ከመይ ጣዕልኪ ዘሬ ማዕሬ ቤላ ሰላም እንታይ እንታይ ኣብ ላዕሊ በዚያ ላዕለልኩ ጭንቀት ገረን እንታይ ኢላ ዓርኪ ሒዝኪ ገል

ደሓን እየ ፅቡቅ እግዚኣብሔር ይመስገን
ፅቡቅ ሊላ ፅቡቅ መን ሽንካ ሚኪኤለ ንስኻ ከ ሸለ ባል ወዲ ባዕላ እያ ፅቡቅ ሌላ ሚኪኤል ፅቡቅ ሌላ መን ሽንካ መን ጋር ከምሱ ዘላ
ራዶብ ይበሃል ራዶብ ፅቡቅ ሌላ ራዶብ ሓው ከመይ እሞ ዲኑ ሰብ ወሲድካ ወሲድካ ንዓኻ ወሲድያ እሞ እንታይ ማች ንገብር ዶ

ጓል እወ ክልተ ኣሕዋት ወሲዶማ ንሓፍተይ ወሲዶማ ንዓ ከዓ ግድን ትወስደኒ ኢሎም ያ ክልቲኣትና ወሲዶም ንቅድስ ቲቸር ሰማ ብናቱ ድኣ ዘይኣቱ
ብናቱ ክኣትው ኣይደለኹን ኣዋልድ ብዙሕ ነገር ስለ ዝፅሕፋ ኣይደለኹን ራብ ስለ ዝኾነ ሃኒ

እወ ዋእ ንዓኹም ባዩ ጥዒሙኩም ዘሎ መዓስ
ቀፃሊ ወርሒ ሓሲብና ጾም ጭራሽ እንዲኻ ዘለኻ እንታይ ኖ ኖ ኖ ጾም ምስ ተወደእ ንዓዓቂ ብልቢ ብልቢ ልምንታይ ይቕልድ ኣበይ ኣበይ ትፈልጣ እቲ መርዓ ዋላ
ኣነ ትፈልጦ ጥራይ ዲካ ትምርዓዎ ይፈልጦ ንሱ እዩ።
ግዴታ
ክትፈልጥ እኒኤካ ኣነን ንሳን ከም ንፋለጥስ እስካ ክትፈልጥ እኒኤካ ማለት ድዩ ግድን።
ነዊሕ ገይርና ኣበይ ኣለካ እስካ። ዋእ
ዋእ ርሑስ ጋማ ይግበረልኩም። ኣሜን ኣሜን ተቀቢልና ኢና ተቀቢልና።
ዲኒ ከ ወላ ዲኒ ዲኪ። ዋይ ኣነ ማይ ብላዕ ኣይሰቲ ኮይነ ብሚክ ዋይ። ዋላ ኣነ ትሬን ለካይድካ ታይ ድበሃል ተቢለ።
እዚኦም ክጸንሑ እዮም ሓወይ ሃምዘይ ነበረ እኮ
ፍቅሪ ምስ ተትሓዘ እዩ ሃምዚ ኮይኑ እምበይ ሃምዘይ ነበረ ሕዚ ረዮ ሽዱሽተ ወርሒ ሙሉእ ልተሰቀለ ቋንጣ መሲሉ ረዮ ሃሚሙ
ገጅፍ ኮይ ነይሩ
ገጅፍ እዮ ነይሩ ሕዚ ግን ፍቅሪ ሕማቅ እዩ
ስማዕ ኣሎ ክልተ ተባዕትዮ ኣይትድቅስና
ናይ ክድቅስ ሰበይትካ ሓዲግካ ዶ ይድቀስ እዩ ወዲ ኣይተኸ ትራኸቡ ኣለኹም ዳ ቸላ ምርኻብ ንዓይ ምስ ሚኪ ምስ ኮንኩም ኣዕጊረ ግሪዮን ገዲፈ ቆንጅየ ገለ ምስ ወ ግን ብርሕ ኢልክ ከኣሎ ምስ እንታይ ትጨብሩ ከላ ወንጨ ጸሪዳ ከምዚ ገይረዮ ስለ ዘለኹ እዩ ዝኾን ድዕሎ ኣንቲ ዲ ናይ ልቢ ክርኺ እንታይ ናይ ልበየ ከይተዋሓጠልኻይ ድዩ ዋ ተዋሒጥለይ ተዋሒጥለይ
ድሕር ለይ ተዋሒጥልካ ችግር የብሉ ንገረኒ ላላላ ኣነሲ ናይ ብልባ ድያ ከምዚ ምሸለካ ከም ፀወታ ካይኮይንለይ ኣንስ ናብሓቅና ኢና ናብሓቅና ኢና
ዋ ሓዳር ገረ ክትገብሩ ተራኢኩም ብስነ ስርዓት ወይ ተራኢኩም እያ
ዓሰርተ ክልተ ክወልደላ ተራእዩኒ ሓዳር ማረት ዓሰርተ ቀንዲ ክልተ እንታይ ላሕሚ ድያ እዚኣ ስታላ ድያ ወደተ ጉድረ ወደተ በዓቲ ወደ ኖኖ እዚ ድያ እሞ ፕረዚደንት ናይ እ? ተወልድ ተኾንካስ ኣብዚ ሕቢልካ ሓደ ዓሰርተ ክልተ ገለ ተወለድኻ እዩ እምበይ እንታይ እዩ ሓደ ክልተ እሳ እኮ ሰለስተ ኢና ንወልድ እያ ኢላትኒ ኣነ ግን ዓሰርተ ክልተ ብዝሕ ክብሉ ነይሮም እያ ያ ቢግ ፋሚሊ
ማንታ ማንታ እያ ክትወልደሉ ሸላ ዓርኪ ማንታ ማንታ
ኣብ ምንታይ ቁመታ
ግብረ መልሲ ሃብ ቀጢን ኢልካ ተመን ኣይትርገፅ በሎም ቀጢን ኢል መስል ስለኢለ ኣንስ ኣምቅልዮ ኣለኩ ይርድኦ እዩ ቀጢን ኢል ቀጢን ይረዳዳእ እዩ

ወሪድዎ
እንዳሳዕሳዕኩም ድዩ ለካ ሴክስ ክሊፕ ልክ ነርዎ ሓደ እዚ ይመስለኒ ትሪሲክስ ናና ብከመይ ፈቲኻ ድሓን ብምንታይ ፈቲኻ ወደ
ሰሓቃ ቀታሊ ትሕቕ ተላማ ልበይ ስኡልካ ተግ ተግ ተግ እዩ ትሕቕ ተላ

ጉድ ረኺብና ኣቆል ፅልም ረኺብና
ግን ተናጋሪ ኢኻ ብስማም
ወሞላላ ምንታይ እያ ኬፍ ትበካ እስካ ምንታይ እንታይ ኢኻ ትደሊ ካብዚኣ እስኪ እንታይ ኢኻ ትደልያ ዋ ዓሰርተ ክልተ ቆልዑት ካብዚ ብላዕሊ ንገረይ ደይ መልክዓ ልክዕ ሞናሊዛ እሞ ንሕና ጀግነታ ከም ክሊዮፓትራ በሎ ኣውጻዮ እባ። ዋውውውውው እዚኦም እንዳ ተራዳድዮም ክልቲኦም እንካዕ ሓመድ ገብሩ ከከዲኑ ንዐ ሰላም ግበሪ ደሓን ኣይኮኑን ኣይ ደሓኖም እዚኦም ይዘትሪ ኣለኹ ዓሕ ኣነ ዳኣ ናተይ ኣላትኒ እንዶ ግን ልብለ ኣበይ ኣላ ናትካ መሊሰ ድነግሮ ኣነ ደለኹ። እኮ እዩ ኣይ ነጊሩኒ መሊሰ ግን ንዓ- ናትኪ እዚ ከ
ናትኪ ድዩ ሓቁ እዋ ዋእ

ከላስ እባ ወረ ሕልታ
ግዜ ሃይለ ስላሴ ድና ዘበለ ወይ ግዜ ሃይለ ስላሴ ከይድካ ቼክ ግበረን መስኮት የብልካ ይድካ መስኮት ፊኒስትራ ካብ ዝዓዲ እንታይ መስኮት ኢሉ ኣብ ዓዲ ዘለላ ዝልካስ መስኮት ትብለላ ኤሮፓ ድና ዘለላ
መስኮት ማለት እኮ ቴሌቪዥን

Yeah, yeah, yeah. Mm. You can rap. Okay. ራፐር ኢነማ ራፐር ኢኻ ነማ
ያ ኣይፍትን እምበር ባይ ኣስምዐና እሞ ሳሊ ዓርከይ Yeah, rap what's I? ኣስምዐና እዎ ኣነ ቅፅዓተይ ራፕ ገረልና
በቃ እሞ እንታይ እሞ ሓንቲ ደሞ ክንብላ Yeah.
ደስ ይብለ በቃ እሞ ናይታ- ናይታ ሰበይታ ክንደርፈልካ

እሺ ሽግር የለን። ኖኖ ኣነ ብሳሌ እየ ደልየ ራፕ እየ ክሰምዕ ደልየ መጀመርያ ኣነ።
ራፕ ኣነ እየ ስዒረ እዎ። ኣስማዓና እንደ ሻላ ሓንቲ
የየየየ ሰገን እያ ሽማ ስዒ መዚ ፀግባ ኣብ ዝኸቱ ዋ ንዓ ስነ ስርዓት ኤይ ዋ ንዓ ንዓ ንዓ ሳሌ ዓርከይ ያው ማኔጋ ያው ሳሌ ብዛዕባ ፅባቕ ፀዓት ይምሰል መብረዳ ፅናሕ ኖኖ ኻሊእ ኻሊእ ሽም ፀውዕ ሰገን ኦሬዲ ተታሒዛ እያ ወድነይ።

የጋጥም ግን እሞ ማለት ኣብ ዩቲብ ዝዘርጋሕካ ኒካ ዶ ወይ ኣብ ታልባል ትመፅእ ተዋን ካላው ዚ ነግበካ ኢና ኦቨርታይም ኢካ ራብ ትገብር ማለት እዩ ላይክ ስዩካ ኣብ ትርፊ ሰዓትካ ገለ
እስቲ ሓንቲ ፍሪስታይል እስቲ ግበረልና ሓንቲ ፍሪስታይል ጀስት በቃ እስቲ ውዕሎ ሃመይ ሃምል ነበረ ገለ እስቲ ግበረልና ከመይ ውዕሎ በቃ ማለተይ ኣወዓዕላኻ ልውዓልኻዮ ምናምን ገለ ማዕልትኻ ከመይ ውዒሉ መዓልትኻ ራብ ጌርካ ግለጸሎም። ኣኸተምሽ ብደንቢ ን-
ዲኖ ኣነስ ኣሸምዲደያ እንደ ብደንቢ ክኽኢልኸዮ ዘለኹ ናይ እማ ንግሆ ተስየ ምስ ሙሉየ ዓርከይ ኣንጊሀ ክረኽቦ ከለኹ ገዛ ቴሌፎን ቲክቶክ ኣትየ ንግሆ ትስ ክብል ናብ ስራሕ ክኸይድ ከለኹ ወይ ዘጋጠመትኒ ኣብ ዱስ ክሪኣ ንእሽተይ ቆልዓ ክዛረባ ብሽማ ቀይረያ ንቀይራትኒ ወይ ኣብ ማዶነት ብልዕና ቆሪስና ተሲእና ወይ ትነብረና ከይፋል ባእ ኣይትበለና ሽውያ ግን ኩቡስናያ ብዛዕባ ሂወታ ብዛዕባ ሂወተይ ኣዕሊልናያ እሞ ተዕሊልናያ እሞ እንትንጎ እረይካ ሓሪፍ ክኮነ ምዓረፍካ ልኮነ ድምጽካ ሓሪፍ እዩ ኣዕርፍ ኣዕርፍ ገለ ናብ በልካ ይብለካ ኣለዋ ግን ሓሪፍ እዩ ፍልካ ፕራክቲስ ተገርካ ሓሪፍ ክኮን።
እዚ ወዲ ራፕ ድዩ ናበይ ከይዱ ናበይ ከይዱ።